ሰላም ዳንኤል መንግስቴ ካብ ሪምና ሜድያ ስፖርት ቻነል ከምቲ ልሙድ ዕዱም ኣጋይሽ ዓዲመ ኣለኹ ናብኦም ከብለኩም ዕዱማት ኣጋይሽና ሰዓትኩም ኣኽቢርኩም ኣብ ግዜኹም ብምርካብኩም ብሽመይን ብሽም እዚ ሜድያ እዚ ኣዝየ የመስግነኩም መጀመርታ ግን ናብ ሌላ ክነብል መን እዩ ሽምካ

ሽሕን ትሽዓተ ሚእትን ሰማንያን ሰለስተን ኣብ ዕዳጋ ሓሙስ ከባቢ እንዳስላሴ ኣብኡ ተወሊደ ዓብየ። ካብኡ ብምቕፃል ናይ ትምህርቲ ኣብ እድሪስ ዓዋተ ቤት ትምህርቲ ሓድነት ሃይ ስኩል ከዓ ክሳዕ ዓሰርተ ሓደ ቤት ትምህርቲ ባርካ ኣብኡ ወዲኤ ማለት እዩ። ኦኬ ፅቡቅ ሕራይ ዓመት ንመጀመርያ ነዚ ዕድል ምሃብኩም ኣዝየ የመስግነኩም ስመይ ዓብዱ ኢብራሂም መሓመድ እባሃል ብ ሽሕን ትሽዓተ ሚእትን ሰማንያን ሓሙሽተን ኣብ ሰሎሙና ማለት እዩ ዓራርብ ተወሊደ ድሕሪ ናጽነት ኣብ ኣስመራ ብምምጻእ ናይ ኤለመንታሪ ትምህርተይ ኣብ ግንቦት ዕስራን ኣርባዕተን ድበሃል፣ ጁንየር ኣብ ሰምበል ሰከንደሪ ስኩል፣ ሃይ ስኩል ከኣ ኣብ ቀይሕ ባሕሪ ማለት እዩ ተማሂረ። ነዚ ይመስል እቲ ናይ ትምህርቲ ኣኣ ድሕረ ባይታ ብጣዕሚ ጽቡቅ ሕራይ ፍሊሞን ብኣኻ ክጅምር ከምቲ ኣቀዲምካ ዝበልካዮ ኣነ ይዓቢ ስለ ዝበልካ ብኣኻ ክጅምር እየ ኣብ ዕዳጋ ሓሙስ ተወሊድካ ድሕረ ባይታኻ ናይ ኩዕሶ ኣጀማምራኻ ከመይ ይመስል ተራ ናይ ገዛውትኻ ከ ጽልዋ ኣለዎ ዶ ነዚ ክትገልጸለይ። ዕዳጋ ሓሙስ ፍጥር ክብል ዳርጋ ምስ ዓበይቲ ኣሕዋተይ ኩዕሶ እንዳረኣኹ ስለ ዝዓበኹ ብንእሽተይ እሞ ከኣ ብዓቢኡ እቲ ገዛውቲ ናይ ተውህቦ ናይ ሜዳን ተውህቦ ናይ ኩዕሶን ዝነበሮ ስለ ዝነበረ ኣብ እንዳስላሴ ሜዳ ኩዕሶ እንዳስላሴ ኣብኡ ዓበይቲ ኣሕዋተይን ካብ ካልእ ኣቦሻውልን በዓል ኣኽርያ ሃስሃስ እንዳ መጹ ኣብኡ ስልጣት ነበሩ ካብ ገዝኦትና ሓሊፉ ንዕኦም እንዳ ራኣኹ እየ ዓብየ ኩዕሶ ማለት እዩ ብኡ ከኣ ናኦም ናቶም ጸወታ እንዳ ራኣኹ ፍቅሪ ኩዕሶ ክሓድረኒ ኪኢሉ ብናቶም ተበግሶ ናይ ገዛውተይ ጥራይ ዘይኮነ ነቶም ዓበይቲ ኣሕዋተይ ካልኦት ካብ ገዛውት ካብ ካልእ ገዛውት ዝመጹ ስለ እንዳ ራኣኹ ዝዓበኹ ፍቅሪ ኩዕሶ ካብኡ ክሓድረኒ ጀሚሩ። ኦኬ ብጣዕሚ ጽቡቅ ሕራይ ዓቢ ከ ካብዚ ክሓቶ ዝጸናሕኩ ካብኡ ብምቅጻል ከኣ ናትካ ድሕሪ ባይታ ኩዕሶ ከመይ ኢልካ ከም ዝጀመርካ መን ከም ዝጸለወካ ኣጀማምራኻ ምኽንያቱ ከምቲ ዝበልካዮ ኣብ ዓራርብ ዝተወለድካሉ ብድሕሪኡ ንሰምበር ኢኻ መጺኻ ናብ ኣስመራ ማለት እዩ ኣብ ሰምበር ግን ድሕሪ ብድሕሪ እቲ ምልስ ኢልና እንድሕር ርኢናዮ ታሪኽ ናይ ኩዕሶ እግሪ ናይ ኤርትራ ካብቶም ኣዝዮም ህቡባት ተጻወቲ ዝወጹ ካብኡ ሰፈር እዩ ስለዚ ከመይ ትገልጸልና ናይ ሰንበል። ኦህ ማለት ኣነ ሕጂ ኣብኡ ተወሊደ ዓብየ ብንእሽተየይ ናብ ናጽነት መጽየ ማለት እዩ ከም ኩሉ ወዲ ሰንበል ከኣ ኣብቲ ጋይ ገዛውትና ቦርታ ዓቢ ዝበሃል ኣሎ ድሕር እንዳ ኦሞ ማለት እዩ ከም ልምዲ ናይ ጋንታ ድሕር ልምምድ ትገብረሉ ማለት እዩ እቲ ቀዳመ ሰንበት ከኣ ከም ገዛውትኻ ትጻወተሉ ማለት እዩ እቲ ንዓይ ጸሊኒ እዩ ክብሎ ዝኽእል ማለት እዩ እቲ መጀመርያ

ካልእ ብውልቂ ወይ ከኣ ንኣብነት እዚ ፕሪመር ሊግ ዝረኣየሉ ዝነበረ ጽልዋ ኔርዎ ዶ ኣብቲ ኣጀማምራኩም ናብ ዓዱ ክንብለላ? ቋዕ ወይ ኣይ ሓቂ ዘረባ ኣብቲ ንምጅማር ፕሪመር ሊግ ኣይ ነበሮን ኣስ ድሒርና ኢና ነቲ ፕሪመር ሊግ ክንስታ ክንገብሮ ጀሚርና ማለት እዩ ከም ሰባት ከም ሰባት ግን ኣነ ኣብኡ ናይ ክለብ ኣልታሕር ደጋፊ ስለ ዝነበርኩ ኦኬ ተሪፈ ኣይፈልጥን እየ ካብቲ ናይ ትሬኒንግ ግዜኦም ክሳብ ትምህርቲ እዚ ናይ ምሸት ዝምደበሉ ሰዓታት ዝደልየሉ ግዋናት ኔሩ እዩ። ሕጂ ናይ ኣቶ ማይልተ ሕር ካብቲ ንእሽቶይ ኣትሒዝ ዳርጋ ንኩሎም እየ ዝፈልጦም ዓሊ ፍሬ መለስ ማኣ ሳላሕ ዓሊ ኩሉ እቲ ናይ ኣልተ ሕር ዘፍረየቶ ተጻታታይሲ ይፈልጦ እየ ማለት እዪ ደጋፊኣ ኮይነ ክሳዕ እታ ጋንታ ክጻወተላ ዝክኣልኩ በቲ ናይታ ጋንታ ፍት ናይቶም ተጻውትን እዩ ክሰደመ ፕሪመር ሊግ ጸሊኒ ክብለካ ኣይክእልን እየ። ሕራይ ፊሊሞን ከ ኣብቲ ግዜቲ ፕሪመር ሊግ ንዓና ውን ሓንቲ ይነበረን ማለት እዩ። ንሕና በቲ ኣብ ሜዳ ስታድየም ዝካየድ ዝነበረን ብዝያዳ ከኣ ጎዛልትና እቲ ጎዛልቲ ብዙሕ ናይ ባስኬት ስፖርት ነይሩ፣ ሰርከስ ነይሩ፣ ኩዕሶ ሕጂ በብቲ ናይ ቀረባ ክሳይ ዝምባሌ እንዳ ሃበ እዩ መጺኡ። ንሕና ኣብቲ ከባቢ እንዳ ስላሴ ስለ ዝነበርና እቲ ኣብኡ ምዃኡ ከኣ ዝነበሩ ብሉጻት ዓበይቲ ተጻወትቲ ዝነበሩ ሽሞም ንምጥቃስ ጴጥሮስ ኣላምጲኒ፣ ኣምሳይ ጎረቤተይ ባዕሉ ደዕበየና እዩ ባዓል ወደ ልጫ ካብ ኣቦሻውል ባዓል ኪሮስ ሓጺር መንግስቲ ስመይ ዋርሶ ስዉእ ጆፔ ነዚኦም እንዳረኣና ዓበይትን ንፉፋዓት ግጻት እንዳረኣይና ኢና ኣብ እንዳስላሴ ዓቢና ስለዚ ቀንዲ ጽልዋ ንዓና ክገብረልና ዝኻለ ብናቶም ምልከት ጸወታን ንዕኦም ክንርኢ ንግሆ ልክዕ ኣነ ዝከረኒ ሚራ እንዳስላሴስ። ሪጋ ናይቲ ሰዓታት ማለት እዩ ለይቲ ዝሓድርሉ ግዜ ነይሩ ካብ ኣቦሻውል መጺኦም ዋላ ካብ ጋለምጹ ዳርጋ ምሸት ኣብኡ መጹ ኣብኡ ኮቦርትኦም ሒዞም መጹ ኣብኡ ሓድሩ ነቲ ክሳብ ሜዳ ንጽባሒቱ ንክጻወቱ ማለት እዩ ሕጂ ማዕረ ከምዚ እዩ ነይሩ ድልየት ናይቲ ገዛውቲ ማለት ናይ እንዳስላሴ። ኣብኡ ሓዲሮም በብሪጋ ንሳ ከለኻ ንሳ ከለኹ እንዳተባህሉ ድሕሬኻ እንዳተባህሉ እዮም ጻት ኔሮም። ንሕና ከኣ እታ ቁርስና እውን ካይረኽፍና ንግሆ ምድሪ ኣብታ እንዳስላሴ ኢና ንዑ ኔርና። ነዚኦም እንዳረኣና ስለ ዝዓበና እቲ ድሌት ናይ ኩዕሶ ክሳብ መጠረሽታ ክሳዕ ግብርና ቀንዩ። ብጣዕሚ ጽቡቕ ሕራይ ብድሕሪኡ እዚ ናይ ትምህርቲ ደረጃ ዕድሜኹም ንትምህርቲ ምስ ኣኸለ ናይ ቤት ትምህርትታት ናይ ገዛውቲ ናይ ሰፈር ገዛውቲ ተባሂሉ ኢዩ ድጅመር እቲ ጸወታ ናይ ቤት ትምህርቲ ከመይ ኢሉ ተጀሚሩ ኣብቲ እዋን እቲ ናይ ቤት ትምህርቲ ዝነበረ ውድድር ከመይ ይመስል ዓብዱ ከማን ሕጂ ናባኻ ኢየ።
እቲ ናይ ቤት ትምህርትታት በቲ ሽዑ ግዜ ዝነበረ ብጣዕሚ ጽቡቕ ኔሩ ኣስ ካብ ኤለመንታሪ እተን ተማሃር ኩለንስ ንኩለን ወኪለ ተጻዊተ ማለት እዪ ኣዝዩ ምሻሎ ማማኻ ተማሃሮ መጺኦም ክድጉፉኻ ኮብሉልካ ገለ ከለው በቃ ሂወት እዩ ነይሩ በቃ እቲ ናይ ቤት ትምህርታ ጸወታሲ ኣብ ኣስመራስ ሂወት እዩ ነይሩ በቃ ብጣዕሚ ትናፍቆ እስከ ትዝክሮ ኣብቲ እዋን እቲ ናይ ቤት ትምህርትታት ዳህጻት ካላስ ከመይ ይመስል ነይሩ? ፍሉይ ተዘክሮ እንድሕር ኣለካ? ፍሉይ ተዘክሮ እንታይ ኣሎ መሲልካ ኣብዚ ኤለመንታሪ ሕጂ ናጻወትና ከለና ትጻወት እሞ ድሕሪ ም ጸወታ ፋፋ ኢኻ ትበልዕ። ጽቡቅ ከምዚ ጽቡቅ ኣጋጣሚ።
ፋፋ ሕጂ ብጣዕሚ ኢኻ ትደሉ ንመዓስ እያ ትመጽእ ጸወታ ንታ ፋፋ ክትበልዕ። ካልኣይ ከኣ ነቶም ቆረብትኻ ኣዕሩኽትኻ ድበሃሉ ደለዉ ከኣ ኣብኡ ኬድካ ትፋፋ ምሽ እንድሕር ሲዒርካ ገለ ድሓር ዝቋጻጸረካ የለን እንድሕር ሲዒርካ ብዙሕ ስቅ ኢልካ ኢዩ ከም ምብላዕካ ኢዩ ድኾን ሒዝካ ከኣ ተምጾም ተጋ ሕጂ እንታይ ምሳሓ ኢኻ ትብልዖም ደለኻ ማለት ኢዩ ዳርጋ ራስየን እኻ ምሳኻ እዚ ኢዩ ዝዝክሮ እቲ ፋፋ ብጣዕሚ ኢየ ድዝክሮ እቲ ናይ ሽዑ ነበረ መግቢ ማለት ኢዩ ካልእ ዝወጻ ወላ ሓደ ድቀረበልናስ ኣይነበረን። በቃ እስኹም ተጻዊትኩ ወይ ገጠር ልምምድ ጌርኩምስ ፋፋ በልያ ኢኹም ኢኹም ትብሉ በቃ ኔርኩም። ፋፋ ንበልያ ኔርና ን ቤት ትምህርትና። ኣኬ ፍሊሞን ን ድሕረ ባይታኻ ቁሩብ ዳህሳስ ከም ዝግበርኩሉ መጠን ኣብ ጸወታ ናይ ቤት ትምህርትታት ዓቢ ሽም እዩ ዘለካ ከምኡ ውን ንሓደ ክልተ ዓመት ዝኣክል ካፒተን ኮንካ መሪሕካ ኢኻ ስለዚ ካብቲ ናይ ኤለመንታሪ ዝነበረ ናይ ጉዕዞ ናይ ትምህርቲ ጸወታ እግሪ ኩዕሶ ከመይ ይመስል ኔሩ እስከ ግለጸለይ። መጀመርያ እኮ ከም ጋንታ ተጠርኒፍካ ክትጻወት ትጅምርና ኣሎ ቴስዓን ኣርባዕተን ናይ ቀበሌ ማለት እዩ። ብኣያ ትጅምርታ ኣህሳይ ናይ ቀበሌ ሽዑ መጀመርታ ዝጅምረሉ ዝነበረ ግዜ እዩ ማለት ድሕሪ ናጽነት ማለት እዩ ድሕሪ ናጽነት ቴስዓን ኣርባዕተን መጀመርታ ናይ ከባቢና ዕዳጋ ሓሙስ ወኪልና ናይ ሽሞንተን ትሽዓተን ዓሰርተ ክሳብ ዓሰርተ ክልተ ዓሰርተ ሰለስተ ዝነበረሉ ግዜ ማለት እዩ። ሽዑ ከባቢ ዳርጋ ምሉእ ጠራጊ ሓሙስ ኣብ እንዳ ስላሴ እዩ ዝካየድ ነይሩ። ኣነ፣ ሳጀር ሄኖክ ራእሱ፣ ኣጀንተ፣ በዓል ይርጋኣለም ጌታቸው ደራፋይ፣ ደራፋይ፣ ቀሺ እውን መንግስተኣብ ቀሺ፣ ተዋሳኣይ ገለ ኮይኑ ነበረ። ኣሃ። ነዚኦም ሒዘ እያ ከይዳ ማለት እዩ፣ እሱ ግዜ እቲ ማለት እዩ። ኣዝዮም ደስ ዝብሉኻን ንፉዓትን ነይሩ።

ንጀማል ያኪኒ ማለት ጀማል እዩ። ያኪኒ ማለት እዩ።
እታ ግዜ እቲኣ ሽዓ ናይ ዋንጫ ዓለም ያኪኒ ስለ ኣዝዩ ብሉጽ ዝነበረ፣ ጀማል እውን ብብቕዓቱ ብክእለቱ ብጣዕሚ ጽቡቕ እዩ ነይሩ። የረ እሱ የዝከረና ማለት ካብ መጀመርታ ክንጅምር ከለና ንዕዑ ክሪኡ ኢሎም ክመጹ ከለዉ በዚ እታ ናይ ቀበሌ ሓንቲ ዓመት እያ ነይራ። እዛ ዓመት እዚኣ በዚኣ ተጻዊትና እቲ ዝቕጽል ናብ ናይ ትምህርቲ ከይዱ ማለት እዩ። ኣብ ናይ ትምህርቲ መጀመርታ ኣብ ናይ ጀጉነሽ ሓምድ ዝተዓወተ ናይ ዓሰርተ ክልተን ዓሰርተ ሰለስተን ዕድመ መጀመርታ ሓይሊ ጀሚረ ኣብኡ ከኣ ካብቲ ከባቢ ቤት ትምህርቲ ዝነበረ ምርጫታት ይካየድ ስለ ዝነበረ ስኢሉ ዋንጫ ገለ መለ ኣይነበሮን። እተን ኣብኡ ዘለኻዮሞ ውድድራት የካይዳ ካብኦም ሽዑ ብሉጻት ዝበሎም ክሳይ እመርጹ መሊሶም ከኣ ንዞባ ወኪሎም ክሳብ ዞባታት ዝኸዳሉ ግዜ ነይሩ ኣብዚኣ ሕጂ ናይ ዓሰርተ ክልተን ዓሰርተ ሰለስተን ካብቶም ሕሩያት ኩና ተመሪጽና ማለትና ንባጽዕ ወሪድና። ኣብ ባጽዕ
ኣካይድና ውድድር ብዙሕ በቢ ናይ ኣርባዕተ ናይ ሰሜናዊ ምዕራብ፣ ደቡባዊ ምዕራብ እንዳበለ እዩ ኣርባዕተ ክስያን ዝሃበ። ኣብዚ ናይ ክሊ ዕድመ ክንደይ ኣለኹም ማለት እዩ? ዓሰርተ ክልተን ዓሰርተ ሰለስተን። ጽቡቕ። እዚ ረሓቕ ንባጽዕ ከድና ኣብ ውድድራት ኣካይድና ካብ ምሉእ እቲ ውድድር ሳልሰይቲ ኮይና ወጺእና። ካብኡ ንቤት ትምህርቲ ሓድነት እየ ሰጊረ። ቤት ትምህርቲ ሓድነት ብዕድመ ይኹን ብጣዕሚ ዓበይቲ ብጣዕሚ ብሉፃት እሞ ከዓ ካብ ብዙሕ ገዛውቲ ዝእከበላን ዝመሃረላን ስለ ዝነበረ ንመጀመርታ ግዜ ምስ ዓበይቲ ካባይ ብዕድመ ኣዝዮም ዝበልፁ ምስኦም ተመሪፀ ክፃወት ጀሚረ ማለት እየ። በዓል ሳንፍሬጋ ነይሩ። ሰለሙን ፈለው በዓል ሓጎስ በዓል ቦብ ማርሊ ቢናም ቦብ ማርሊ እዚኦም ንዓና ቅሩብ ብልጹልና ስለዝነበሩ ብዕድመ ምስዚኦም ኮይነ ዳርጋ ንክልተ ዓመት ተጻዊተ ማለት እዩ። ኣብ ኦፍት ውድድር ኮለና ከኣ ከምኡ ንባረንቱ ነይሩ ናይ ዞባ ማእከል ሽዑ እየን ተፈጢረን በዓል እዘን ስለዚ ሽዕ እቲ እዋንቲ ናይ ብደረጃ ሃገር ዝካየድ ዝነበረ እዩ ኣብ ዝካየድ ዝነበረ ስካን ሊብያ ገለ ዝነበረ ማለት እዩ ኦዎ ብክንደይ ዓመተ ምህረት ይከውን ኣብዚ ቴስዓን ሽዱሽተን ማለት ቴስዓን ሽዱሽተን እሺ ቴስዓን ሽዱሽተን እታ ምሉእ ሓዝሓዝ ትባሃል ዞባ ሽዱሽተ እዚኦም ኣብ ናቶም ናይ በይኖም ናይ ትምህርቲ ዘይኮነ ናይ ገዛውቲ ውድድር ነይሩ ብጀካ እቲ ናይ ናይ ትምህርቲ እዚኦም ቀዳመይቲ ኮይኖም ወጺኦም ንሕና እሶም ዓሰርተ ሓሙሽተ ንሕና ዓሰርተ ኣርባዕተ ማለት እዩ ንሕና ከኣ ካብ ምሉእ ቤት ትምህርቲ ተመሪጽና ናይ ዓሰርተ ኣርባዕተ ዕድመ። ቅድሚኣ ግን ካብ ምሉእ ቤት ትምህርቲ ኣዝዮም ብሉጻት ክሰያት ተመሪጽና ኔርና። በዓል ፍሊሞን፣ ማይ ተመናይ፣ ሰሌ ሓዋ ዲባላ፣ ዘርኢት ምስ ደደብ ዝነበረ። እዚኦም ተመሊስና ካብ ሙሉ ቤት ትምህርቲ ሓንቲ ኣቅሪብና መምህር ዳንኤል ዝባሃል ናይ ቺፖሊና ኣሰልጣኒ ዝነበረ ነዚኣ ሒዝዋ ነይሩ ማለት እዩ ዳሓር ናይ ቤት ትምህርቲ ሙሉ ገዛ ክንሻ እያ ወሲዳ ነይራ ገዛ ክንሻ ካኣ ድቢ እዩ ነይሩ ኣሰልጣኒ ናታ ከሲሶም ንሕና ቀዳመይቲ ወፂና ከሎና ንምንታይ ናትኩም ክሳይ ትገብሩ ኣለኩም መሪፅኩም ትከዱ ኣለኩም ተባሂሎም ከሲሶም ኣድሚዖም እታ ጋንታ ተሪፋ ማለት እዩ። ኣዝዮም ብሉጻት እዮም ኔሮም ካብኡ እቶም ናይ ዓሰርተ ኣርባዕተ በረኸት ሓወይ ማለት እዩ በረኸት ራሻ እሱ ስለ ዝነበረ ኣሰልጣኒ ንክሕገዝ ነታ ጋንታ ኢሎም ንዓይን ተኽለ ሓኾም ዝብሃል ኔሩ ከኣ ናይ ደምበ ብጻት ንክልቴና ኣብታ ጋንታ ኣእትዮምና ማለት እዮም ንባረንቱ ከድና ኣብ ባረንቱ ሳልሳይ ደረጃ ተወዚና ሓንሳእ ሓንሳእ ናይ ዓሰርተ ሓሙሽተ ቀዳመይቲ ወጽያ ምስካብ ሊብያ ከይዳ ሽዑ ካብ ኣእምሮይ ዘይሃሱ ተጻቲ ኔሮም ልዕሊ ዓሰርተ ሓሙሽተ ዓሰርተ ሽዱሽተ ዝባሃሉ ማለት እዮም እዚኦም ባዓል መድሃኔ ጋህሪ ወዲ ስእለ ፍሽ በቃ ምሻ ካብቶም ኣብቲ ግዜ ትሪኤዮም ብጣዕሚ ባህ ዝበሉ ደስ ዝበሉ ተጻቲ እዮም ኔሮም እዚኦም ውን ክሳብ እስካንዲንብያ ከይዶም ናይ መንእሰያት ተማሂሮም ተዋዲኦም ዝተመልሱ ማለት እዩ። ከምዚ እንዳበልኩ ሽዑ ንቤት ትምህርቲ ባርካ ኣትየ። እቲ ዝበዝሐ ማለት ሽም ዘጥረኹሉ ናብ ቤት ትምህርቲ ባርካ እዩ። ሽዑ በዓል ሩፋኤል፣ ራፉ፣ ሳምሶም፣ ሳምሶም ፍሬካ ዳርጋ ምብዛሕትኦም ቀዳመይቲ ጉጅለ ተጻዊቶም ዝመጹና እዮም ነይሮም። ምስዚኦም ዓመት ዓመት ኩሉ ግዜ ንዋንጫ ንበጽሕ ነይርና። ኣዝዮም ብሉጻት ተጻወትቲ እዮም ነይሮም። እሳት ናይ ጎል ዝዋጠረሉ ዝነበርኩ ግዜ ነይራ ነው ግን ዕድል ኣይገበርናን ኣነ ከለኩ ዋንጫ ወሲድና ኣይንፈልጥና ዋንጫ ጠላላ ኩሉ ግዜ ንዋንጫ ንቀርብ ኣብ ዋንጫ ከኣ ተሸኒፍና ንወጽእ ማለት እዩ ከምዚ ናበልና ናይ ትምህርቲ ናይ ኩዕሶ ሂወተይ ብጣዕሚ ደስ ብዘብል ግሰ ማለት እዩ ደስ ብዘብል ሂወት ምስ ኩሉ ሳሕቅን ጸወታን ኣይነስነፍና። ከም እናበለ ናይ ትምህርቲ ክሳይን ሸውኒ ናብ ዲቪጅናት ክኣቱ ጀሚረ ማለት ኣው። ኣባይ ዓዳት ከምዚ ፍሊሞን ኣቐዲሙ ክገልጾ ዝጸንሐ ስፍሕ ዝበለ ናይ ድሕረ ባይታ ናይ ኩዕሶ እግሪ ሂወቱ ኣብ ቤት ትምህርቲ ዘካየዶ ከምኡ ውን ካብቲ ናይ ኤለመንታሪ ጀሚርካ ስግዓት ሃይስኩል ከመይ ይመስል ኔሩ?
እወ ሕጂ እቲ ኤለመንታሪ ሓቂ ንምዝራብ ኣነ በቲ ዝመሃረሉ ዝነበርኩ ራስና ኤለመንታሪ እቲ ክትምረጽ ከለኻ እውን ብኸመይ ምትምረጽ ኣይርደኣካን እዩ ምኽንያቱ እቲ ስፖርት ዝምደበልካ ብዝምደበልካ ኢኻ ኣሰልጣኒ ተባሂልካ ትመጽእ ትወሃብ ኩዕሶ ሓንቲ ኩዕሶ ዕስራ ሰብ ገለ ኢኻ ትጻወተላ ግን እዚስ ጽቡቕ ድዩ ወይ ኣብ ሕጂ ክዝክሮ ከለኹስ ብምንታይ መለክዒ እባ ንምዘን ከም ዝነበርና ውን ኣይርድኣንን እዩ። ግን እቶም ኣምሓራ እናተንኩሳ ነይሮም። ሕጂ ኤለመንታሪ ከለና ጓል እያ ነይራ ኣሰልጣኒትና ኣነ ዝገርም ቦርቴሌ ኢለ ጀሚረ። ቀዳመይቲ ጸወታ ናይ ቤት ትምህርቲ ኤለመንታሪ ዝጻወትኩ ከለኹስ ቦርቴሌ ኢለ ጀሚረ። ጽቡቕ ቀልዕ ስለ ዝነበርኩ ኣብ ፍርቂ ናይ ኣካል ፍርቂ ሜዳ ክትቆርብ ሕልፍ ዝበለት ኩዕሶ ተረኪባ ካብ ቦርቴለመጤስ ቀሊዐያ ጎል ኣትያ ንጽብሒታ ተጻዋታይ ጌራትኒ እታ መምህር እታ ኣሰልጣኒትና ማለት እዩ ከምዚ እናበልና ኣብ ጁንየር ምስ ከድኩ ውን ሓያላት ተጻወቲ እዮም ኔሮም ግን ምስኦም ተዋዳዲርካ ክሳ ክትገብር ከቢድ እዩ ኔሩ ግን እሱ ይሓይሽ ካብቲ ናይ ኤለመንታሪ ቁሩብ መምዘኒታትሲ ኔርዎ እዩ ኣብኡ ን ቤት ትምህርቲ ሰምበል ወኪለ ተጻዊተ ኣይተዓወትናን ዳርጋስ እጃነ ድዝክሮስ ናይ ትምህርታት ዓወትሲ የብለይን እቲ ክጅምር ክስታይ ድገበርኩዎ ኣብቲ ናይ ድቪጂናት ምስ መጻኹ እዩ ሕጂ እቲ ድቪጅን ኣብቲ ገዛውትና እንታይ ነይሩ መሲልካ ብዙሕ ሰብ ተጻዋታይ ነይሩ ኣብታ ብሕልፍታ ቁጠባ ንበሃል ሲ ሰምበል ብሓፈሻ ኩሉ እንድዩ ኩዕሶ ድጻወትን ድፎቱን ኣዝዮም እቲ ከም ገዛውቲ እቲ ኣስማት ኣለዎ እቲ ገዛውትና ሰምበል ጥራይ ኢልካስ ኣይኮነን ይፋላለ እዩ ኳምባሓይላት ተጻወቱ ኣለዉ ጦባ ሓይላት ዳጥሮታ ከምኡ እንዳለ ኢዩ ክሳይ ዝገብር ኣብታ ገዛትና ግን መጺኻ በቃ ኩሉ ሰብ ኩዑሶ ኢዩ ዝጻወት ብከምዚኣ ከምዚኣ ዳርጋ ናብ ክልተ ጋንታ ተመቂልና እቲ ጻውታና እንታይ ኮይኑ እቲ ቦርታዕሮ ትመጽእ እሞ ትጻወት ትባኣስ ተባዕታይ ግን ትመጽእ እሞ ትባኣስ ሓደ ነዚ ደስተውዓለ ትፈልጥ ብዛዕባ ኩዑሶስ ዋላ ሓንቲ ኣምር ደይብሉ ይርኤና ጥራይ ኩሉ መዓልቲ ንምንታይ ሳልሳይ ድቪጅን ደይትኣትውልና ንሕና ሕጂ ካብቲ ሰምበል ወጺኻ ከኣ ሳልሳይ ድቪጅን ገለ ተመመኩሮ ኣይነበረናን ንከምኡ ክመርሓና ድክእል ክስ ኣይነበረናን እዚ ሰብዚ ግን ኣድሓኖም ይብሃል ከመስግኖ እደሊ ማለት እዩ ብጣዕሚ ጽቡቅ ከይዱ
ሳልሳይ ድቪጅን ኣመዝጊብልና ባዕሉ እቲ ድምጺ ኩሉ እቲና። ኩሉኹም ደቂ ሰምበል ኢኹም።
እታ ድበዛሕና ኩልና ሰምበል ኢና። ኣብታ ቁጠባ ሽዑኡ ምጀመርና ግን ካብ ታሕቲ ደለዉ ሰንበል ብርጽ ካብ ካምቦ ካብ ገለ እንዳበልና እታ ጋንታ ድልድልቲ ገርናያ ማለት እዩ ሕጂ እሱ ክነግረካ ን ከስታይ ከማን ኣይበልናን እዩ ቁጽሪ ክልተ በየን ንጻወት በየን ገለ ከማን ኣይፈልጦን እዩ እሱ እስኻ በስ ተጸጋዕ እስኻ በዚ ዝብለና እስኻ እዛ ቅድሚትኩም እዚኣ ንኸይንባኣስ ጥራይ ኢና ንዑኡ ገርናዮ ማለት እዩ ትፈል እሱ ነዚኣ ብመሰረት ምስ ኣትሓዛ ግን ደሓን ዝኾኑ ሰባት በዓል ኣብርጊለ፣ ኣንቶንዮ ኮስተሬላ፣ እፍ እታ ጋንታ ክሳበቡዋ ጀሚሮም ማለት እዩ። ኣዝያ ካብተን ሳልሳይ ዲቪዥናትሲ ንፍዕ ዝገበረት እያ ነይራ እታ ኮኾብሰንበል ትበሃል ዋላ ከም ሽም ድሕር ሰሚዕኻያ ኮንካ። ታሪኽ ኣለዋ።
ኣብ ቀዳማይ ሳልሳይ ዲቪዥን ኩልና ኢና ደቂ ሰንበል። ትምህርቲ ነውዕል ትሬኒንግ ንገብር ብሓንሳብ ኩልና ከኣ ነማስይ ኩላ ዘረባ ብዛዕባ ኩዕሶ እያ ካልእ ነገር የብላን ኣርእስቲ። ኣብዚ እዋን እዚ ሱዲ ኣሰልጣኒ ኹም ዘሎ ኣድሓኖም። ኣድሓኖም ኮይኑ ኣድሓኖም ዳርጋ ከም ጠርናፊ እዩ ኮይኑ ሽዑ በዓል ኣብርሂለ እዩ መጺኡ ኣነ ኣብታ ቀዳማይ ዓመት ዳኒኤል ዝበሃል ካልኣይ እዩ መጺኡ ሽዑ ንሕና እታ ኮኾብ ሰንበል ቅድሚ ምጅማራ ቅድሚ ኮኾብ ሰንበል ምዃና ኤምቢኤስ እያ ትበሃል ኔራ

ዳኒኤል ገለ ዝተበገሰት ከይትኸውን ንሓደ ካብቶም ጋንታና ዘሞ ድሞ ኣዛሪቦሞስ እሱኻኣ ሕራይ ኢሎም እታ ጋንታ ናትና ቢዝነስ ሶሉሽን ትብል ደላ ከይዶም ምስ ኣዛረብዎ በቲ ግዜ ትሕሰቦ ዓሰርተ ሓሙሽተ ሽሕ ከፊሉ ሙሉእ ዕጥቂ ጫማ ካሶቶኒ መጋሃጫ ማልያ Actual ትብሉ ተኮነ ኣቲ ኸሬ ካየ እንድሕር ኣላ ኮይና ነዚ ጌሩ ኣብ ተክስታይ የእቲና ሳልሳይ ድቪጅን ጀሚርና ማለት እዩ ኣብ ሳልሳይ ድቪጅን ብናትና ቢዝነስ ሶሉሽን ኢና ተጀሚራ እታ ጋንታ ንሳልሳይ ድቪጅን ቀዳማይ ዓመት ኣዝያ ሓያል ኮይና ግን ሓያላት ካኣ ኔረን ካልኦት በቲ ጊዜ እቲ ማለት እዩ ዝነበራ ባዓል ቃኘው ኔረን ጨርሒ ዳህላ ገለ ማለት እዩ ክለባት ኣብ ሰለስተ ኣርባዓተ ሜዳታት እዩ ድካየድ እቲ ሳልሳይ ድርጅት ብዝሒ ኣለዎን ተጻርየን ተጻርየን ክልተየን ድሓር ሳይድ ጋር ኣብ ቀዳማይ ዓመት ኣይሓለፍናን ኣብ ካልኣይቲ ዓመት ግን ኣይዝከርን ዳርጋ እታ ጸወታ ምሉስ ከይተሳዓርና ቀዳመይቲ ኮይና ካብ መዓስከር ደንደን ሜዳ ንችቸሮ ማለት እዩ ሓሊፍና መዓስከር ረንም ካልእይቲ ኮይኖም ሓሊፎም ብጣዕሚ ጽቡቅ ኣብኡ ከኣ ካብ ካልእ ድመጽኣ ኣለዋ በዓል ጨርሒ ኣለዋ ክስታይ ኣለዋ ትመጽእ ኣለካ ማለት እዩ ኣብኡ ተጻዊና ንካልኣይ ድቪጅን ሓሊፍና ንካልኣይ ድቪጅን መይስና ኣብ ካልኣይ ድቪጅን ከኣ ከምደለናዮ ከኣ ኣብኡ ደለናዮ ካብኡ ግን እንታይ ክንገብር ጀሚርና ካብ ካልእ ገዛውቲ እውን ክሕወስዋ ጀሚሮም እታ ክልል እዚኣ ክረሳዕኹዋ ኣብቲ ብናትና ግዜ ስለ ሽንተ ሓንቲ ዓመት ዝምሰካየደና ኣብታ ክልል ግን እቶም ኣብቲ ክነብሩ ዝነበሩ ክሳይ ዘይምርዳእ ስለ ተፈጥረ እቲ ናትና ቢዝነስ ሶሉሽን ገዲፍና ኣብታ ካልኣይ ዓመት ንሕና ከኣ ካብ ጋንታ ናትና ቢዝነስ ሶሉሽን ዝብል ኮኾብ ሰንበል ዝብል ቀይርናያ ማለት እዩ እታ ጋንታ ሽማ ተቐይሩ ብኮኾብ ሰምበል ካልኣይ ድቪዥን ሰጊራ። ኣብ ኮኾብ ሰምበል ካልኣይ ድቪዥን ምስ ተጻወትና ከኣ ኣብ ምስ ከይተጋግየ ጨርሒ ነይሮም ኣብቲ ካልኣይ ድቪዥን ማለት እዩ። ኣዝዩ ሓያል ጸወታ'ዩ ነይሩ እቲ ካልኣይ ድቪዥን እቲ ህይወት ናይ ካልኣይ ድቪዥንስ ኣዝዩ ሓያል ጸወታ ነይሩ። ብመንጽሩ ከኣ ቀዳማይ ድቪዥን ከኣ ኣዝዩ ሓያል'ዩ ነይሩ እቲ ክስታይ ማለት እዩ። ኣብታ ካልኣይ ድቪዥን ከኣ ካልኣይ ዓመት ምስ ክሳይ ምስ ገበርና ኣብኣ ከኣ ንስ ቀዳይ ድቪዥን ክንሓልፍ ኣይከኣልናን ካልኦት ጋንታ ሓሊፈን ማለት እዩ ክልተ ዓመት ሰለስተ ዓመት ምስ ጋንታ ኮኾብ ሰንበት ኮይነን ተጻዊተን ማለት እዩ ኣነ ሳብስታለ ኣብተን ሰለስተ ዓመት ተጻዊት ኩለን ከኣ እቲ ሰለስተ ዓመት ናይታ ክለብ ዝበለጸ መዝጋቢ ማለት እዩ ኣብኡ ኣብቲ ቀዳይ ኣብቲ ሳልሳይ ድቪዥን ቀዳማይ ዓመት ዝመጻኹ ግን ካልኣይ ኣመ ሸቶ መዝጋቢ ኮይነ።

ዳርጋ ትሽዓተ ዓመት ክኸውን ሰልቲ ሓርፊ ጸሓይ ትብል።
እሺ እምበኣር ከምዚ ኣቐዲምና ክንገልጾ ዝጸናሕና ማለት እዩ ሰፊሕ ሸፈነ ዝሃብናዮ ወይ ከኣ ሰፊሕ ዕላል ዝሃብናዮ ምኽንያቱ መሰረት ብምግባር እዩ መሰረትካ እንድሕር ደልዲልካ ዝበለጸ ክኸውን ዝኽእል ማለት እዩ ወላ ካብ ገዛ እንድሕር ጀሚርና ገዛ ክህነጽ ከሎ መሰረቱ ክጽብቕ ኣለዎ ስለዚ ካብ ናይ ካልኦት ሃገራት ሙዕቡላት ሃገራት ተመኩሮ ብምውራስ ንኣብነት እታ ፍልጥቲ ኣብ ዓለምና ዝኾነት ሃገረት ጋንታ ብራዚል ኣብ ቆልዑት ኣብ ህጻውንቲ ናይ ቤት ትምህርትታት ከምኡ ውን ካብ ቀዳማይ ዲቪዥን ኣይ ሚን ካብ ሳልሳይ ራብዓይ ዲቪዥን እንዳ ተባህለ ስለ ዝሰርሑሉ እዮም ኣብዚ ሕጂ ዓለም ዓብ ኢሎሞ ደለዉ በጺሖም ዘለዉ ስለዚ ብኡ ምኽንያት ኢና እዚ ሕጂ ሸፊሕ ሸፈነ ዝያዳ ዝሓተኩም ዘለኹ ስለዚ እንታይ ክትብሉና ትኽእሉ ምኽንያቱ መሰረትና ክጽብቅ ሲ ናብዚ ደረጃ ንስኹም ናብ ስጋዕ ቀዳይ ዲቪዥን ዝበጻሕኩሞ ሲ ተራ ናይ ቤት ትምህርትታት ተራ ናይ ደገ ናይ ገዛውቲ ጸውታ ተራ ናይ ዲቪዥናትሲ ከመይ ትርእይዎ? ናባኻ ክብል እየ ዓብዳን። እዎ ከምቲ ዝበልካዩ ኩሉ ግዜ ካብቲ መጀመርያ ብሰንሰለታዊ ደረጃ ክትከይድ ክትክእል ኣለካ ምክንያቱ ከምዝበልካዮ ካብ ትምህርቲ ካብ ናይ ትምህርቲ ናብ ዲቪጅና ካልኣይ ሳልሳይ ሳልሳይ ካልኣይ ቀዳማይ ኢልካ ነቲ ክስታይ ክትመጾ ኣለካ ክትሰርሓሉ ክትክል ኣለካ ኣብቲ መጀመርያ ዘሎ መንእሰይ ንኣብነት ሕጂ ከምዚ ዝብሃል ዘሎ ሕጂ ግራስ ሩት ይብሃል ሕጂ ዛሎ እቲ ግራስ ሩት ተጀሚሩ ኣሎ ጽቡቅ ኣሎ ምሽ ከምዚ ዋላ ነዚ ኣብ ዘርከብኩሉ ኣዝዮም ክኢላታት ቆልዑ ገለመለ ኣለዉ ታኣለንት ናይ ዓድና ከጸውዑ ዝክእሉ ብጣዕሚ ተስፋ ዘለዎም ግን እንድሕር ሰሪሕኻሎም እሞ ኸኣ ክሳዕ መወዳእታ ደይተሳልዮም ኮንካ it's nothing ወላ ሓንቲ ትርጉም የብሉን። እቲ ንስፖርት ከም ስፖርት ተታሒዙሲ ነቲ ክስታይ ደለዎ ተስፋ ዘለዎ ድበሃል ክስታይ ጌርካ ክትሰርሓሉ ክትክእል ኣለካ። ውጽኢቱ ኸኣ ሽዑ ባዕሉ እዩ ዘርእየካ እቲ ውጽኢቱ። ግን ጥርጥር ኢልካ እንድሕር መመጺኻ መመጺኻ ኣብቲ ክስታይ ጀሚርካ ወላ ሓንቲ ሃደሽደሽ ጥራይ ኢኻ ክትብል ትኽእል። ንነዊሕውን ከሳልየካ ኣይክእልን እዩ። ሕጂ ግድነት ክስራሕ ኣለዎ እቲ ናይ
ማርሽ መሰረት ማለት እዩ ጽቡቅ ሕራይ ፍሊሞን እንታይ ክትብለና ትክእል ኣብዚ ወይ እንታይ ክትጽሕፍ ኣነ ደኣኒ እዚ ናይ ገዛውቲ ይብካ ናይ ትምህርቲ ዓቢ እጃም ክኣንብር ኣለዎ እምበርከስ መጀመርታ ሰብ ካብ ገዛውቲ ይጅምር ኣብ ገዛውቱ ካልእ ግደፎም እቲ ናብ ኩዕሶ ምእታው መጀመርታ ኣብ ኩዕሶ ተለካ ካብ ኩሉ ወልፍታታት ናጻ ኣለኻ ማለት እዩ ብኩዕሶ ኒሕን ዓቢኻ ስለዚ እቲ ኣብ ገዛውቲ ዘሎ ኩዕሶ ብዙሓት እዮም ዝበቑሉ ካብኡ ካብቲ ገዛውቲ ምሉእ መዓልቲ ኢኻ ትጻወት ትውዕል እቲ ፍቕሪ ናይ ኩዕሶ ከኣ ካብኡ እዩ ከኣ እንዳ ሓደረካ ዝኸይድ ስለዚ እዚ ናይ ገዛውቲ ኩዕሶ ኣዝዩ ኣገዳስን ክሳይን ነይሩ በርከስ ሽዑ ንሕና ኣብ ዝነበርናሉ ግዜ ካብ ገዛውቲ ኢኻ ትጅምር ካብ ገዝዋ ጀቢርካ ምስ ካልእ ገዝዋ ክትጻእ ትኺድ ሕጂ እቲ ብሉጽነት ኣሎ ነናትካ እቲኦም ክበልጹኻ እዮም ንስኻ እቲ ክትገብሮ ዘለካ ትበልጾም ኢኻ ሕጂ በብሓደ ካብዚ እናጀመረ እዩ ዝኸይድ ኣነ ዳሕራይ ማለት ኣብ ተጻዋታይ ምስ ኣተኹ ከምኡ ናይ ቀበሌ እናሰልጠንኩ እንድየ መፅየ ናይ ቀበሌታት ባዕለይ ይሰልጥን ነይረ ሓደ ሓደ ግዜ ብጣዕሚ ገርምብለካ ኣዝዮም በቃ ብሉፃት ትርኢ ቆልዑት ደቂ ዓሰርተ ዓሰርተ ሓደ ዓሰርተ ክልተ ምሽ ከምዚ ብ ብርእሶም ሓሲቦም ድዮም ከምዚ ዝገብርዎ ክሳብ ትበፅሕ ልክዕ ከምዚ ሕጂ ንሪኦ ዘለና ኣብ ኤውሮፓ ገለ መለ ዘሎ ተፃእቲ እቲ ዘሪእዎ ኣክሽናት ቴክኒክ ዋእ እዚኦምሲ ከመይ ኢሎም እዮም ግን ኣይዓብዩን ክትሪኦም ጸንሕ እሞ ክልተ ሰለስተ ጥራይ ካብኦም ናብቲ ኩዕሶ ኣትዮም ትሪኦም ብዙሓት ርእይ ካብ ካልእ ባእጊሮም ከኣ ጠፍኡ ውሑዳት እዮም ናብቲ ኩዕሶ ዓለም ዝኣትዎ ስለዚ እዚ እንድሕር ክህሉ ኮይኑ ከኣ መጀመርታ እቲ ጥርናፈ ናይ ክሳይ ክህሉ ኣለዎ ማለት እዩ ነዞም ሰባት እዚኦም ንከይሃድሙኻን ናብ ካልእ ነገር ንከይከዱን ብዝኾነ ክሳይ ሓላፍነት ዘለዎ ኣካል ነዚኦም ክሪኢ ኣለዎ። ኣብታ ቀበሌ ምስ ዝጅምሩ ኣለዉ ካብታ ቀበሌ እያ ትጅምር እኳ ካብታ ናይ ገዛውቲ እያ ትጅምር ብሉጻት ህጻት እንድሕር ሪኢኻ ንዖም ክትሕዞም ኣለካ ዝግደሰሎም ሰብ እንድሕር ዘየለውን ሰው ነቲ ኩዕሶ ክግደሰሉ ኣይክእሉን እዮም ስለዚ እዚ ናይ ገዛውቲ ይኹን ጥርናሐ ልክዕ ከምዚ ሕጂ ገይሮሞ ዘለዉ እዛ ዝሓለፈት ዝረኣናያ ሃገራዊት ጋንታ ካብ ጉራስሩት እያ መጺኣ ካብ ዓሰርተ ክልተ ዓሰርተ ሰለስተ እንዳበሉ ዓሰርተ ሓሙሽተ ዓመት ሽዱሽተ ዓመት ድዮም ሸውዓተ ዓመት ብኦም ዓብዮም እዮም መጺኦም ውጽኢታ ከኣ ርኢናያ ማለት እዩ ከመይ ዓይነት ተጻወቲ ኮይኖም እንታይ ዓይነት ርኢናዮ ዘይንፈልጥ ንሕና ቅድም ማለት እዩ ረጊጽካ ናይ ምጽዋት እዚ ክሳይ ኣምጺኦም ሓድሽ ለውጢ ማለት እዩ ካብቲ ንሕና ዝረኣናዮ ቅድም ዝነበሩ ናሽናል ትምን ንሕና ውን ዘርከብናሎምሲ እዞም ቆልዑት እቲ ፍልስፍና ተቐይሩስ ኩዕሶ ረጊጾም ናይ ምጽዋት ክሳብ ኣማዕቢሎም ማለት እዩ። ስለዚ እዚኦም ጠመተ ክግበረሎም እንተዘይክኢሉ ካብ ብንእሽኦም ነቲ ደሓር ትመጽእ ሃገራዊት ጋንታ ክሳይ ክኾን ኣይክእልን እዩ ማለት እዩ። ስለዚ እቲ ናይ ገዛውቲ ይኹን ናይ ትምህርቲ ይኹን ዓቢ ሸፈነ ስለ ዘሎ በዚ ዝሓለፈ ተጻዋታይ እዩ ከኣ ንዕኡ ኮይኑ ንሃገሩን ከሰሚ ዝኽእል። ስለዚ ብዝያዳ እዚ ነገር እዚ ክድፋእ ኣለዎ ማለት እዩ። ኦኬ ጽቡቅ ብጣዕሚ ደስ ዘብል እዩ ሃናጺ እዩ ንመጻኢ ወለዶ ሕጂ ኣብዚ ቃለ መጠየቅ ንገብሮ ወይ ቃለ መሕተት ንገብሮ ዘለና ንዓኹም ዘይኮንኩም ናትኩም ተመኩሮ ንዝመጽእ ወለዶ ነባሪ ኮይኑ ቅርሲ ኮይኑ ንክተርፍ እዩ ጽቡቅ ሓሳባት እዩ ኩሉ ሰብ ክንድግፎ ከኣ ርግጸኛ እየ ሕጂ ቀጺለ ክሓተኩም ደልየ ዘለኹ ብዛዕባ ገዛውቲ ማለት እዩ ተራ ገዛውቲ ንኣብነት ናብ ሰምበል እንድሕር መጺና ኣነ ወዲ ዕዳጋ ሓሙሴ እየ ተወሊደ ዝዓበኹሉ ዕዳጋ ሓሙሴ ብመጠኑ ዝፈልጦ ናይ ስፖርት ታሪኽ ኣሎ ናይ ሰምበል ግን ክኣ ከምኡ ንኣብነት ካብ ክብሮም ተወልደመድህን ጀሚርካ ጽልኡ ክብሮም ተወልደመድህን ንብዓል ተፈራ ጸሊእዎም ማለት እዩ ተፈራ ክኣ ንድሕሪኡ ዘሎ ንኣብነት ብዙሓት ተገይሮም ወጽዮም ካብ ሰምበል ብውሕድ ክንገልጾም ወይ ክንጠቕሶም እንድሕር ተሊና ክብሮም ተወልደመድህ ኣሎ ብድሕሪኡ ተፈራ ገብረክርስቶስ ኣሎ ካር ካሳ ኣሎ ልኡል በርሀ ኣሎ ሳልሕ ዓሊ ኣሎ ጅሩ ብሮ ብዙሕ ክንጠቅስ ኢና ከምኡ ንስኻ ካብኦም ከኣ ሓደ ኢኻ ስለዚ ተራ ገዛውትኹምስ ከመይ ትሪኦ ወይ ከኣ እዚ ታሪኽስ ትፈልጦ ዶ ኔርካ መዓር ከም ንኣብነት ናይ ተፈራ ገብረክርስቶስ ሓጺር ጨና ከዕልለኩም ተፈራ ገብረክርስቶስ ማለት እዚ ሕጂ ነይማር ቀልቂሉ ብድሕሪ ክልተ እግሩ ቀልቂሉ ብድሕሪ ሕቁኡ ሰዲዱ ዝሕልፎ ኣነ ብኣካል ኣብ ስቴድየም ርእየዮ ክም ክገብር ካልእ እዚ ስታይል እዚ ተፈራሲ ስታይል ተባሂሉ እስከ ኣብዚ መቐለ ብኸምኡ ዝማሃሩሉ ግዜ ኣሎ ጽቡቕ ርኣዮ ማለተይ እዩ ስለዚ ማዕረ ከምዚ ኢና ንብል ነይማር ናይ ሕጂ እዩ ኣነ ግን እዚ ዝብለኩም ዘለኹ ኣብ ግዜ ደርጊ ዝነበረ ቅድሚ ተስዓ ዓመተ ምህረት ሰማንያታት ዝነበሩ ገና ህጻን ከለኹ ዝርእዮ ዝነበርኩ እዩ ስለዚ ሰንበት ከምዚ ታሪኽ ዘለዋ እያ ስለዚ ከመይ ትርእዮ ወይ ታሪኽ ኣለካ ዶ ኮላይ እዚኦ ታይ ክትብለና ካልእ በዓል ሙሴ ሃብተማርያም ዝብሃሉ እዮም ናይ ፖሊስ ብድብዛ ዓዲ ዝቅመጥ ዘሎ ብዙሕ ታሪኽ ዘለዎም ኣለዉ ታይ ክትብለና ትኽእል።
ከመይ መሲልካ ትክክል ጽቡቅ እንዲካ እቲ ገዛውትካ ኩሉ ግዜ ጸላው እዩ ናብቲ ንስካ ትጉዓዘሉ መንገዲ ማለት እዩ ከምዝበልካዮ ከኣ እቲ ገዛውትና ክንደይ ሽምም ክሳይድ ኣሎም ክጸልዉኻ መጀመርያ ጽልዋ ዝገብረልካ እኮ ኣብ ገዛውትኻ ደሎ ሰብ እዩ ደራፋይ እንድሕር ኮይኑ ደራፋይ ኢኻ ትኸውን ትኽእልኻ ክራር እንድሕር ሒዙ ክራር እንድሕር ተጻዋታይ ኮይኑ ከኣ ተጻዋታይ ብሰንበል ኣዝዮም ብዙሓት ጸለውቲ ተጻወቲ እዮም ዘለዉዋ ስቲል ክሳዕ እዚ ሕጂ ኣነ ዝመጻኽሉ ናበክስተይ እቲ ማሕበር ናይቲ ኩዕሶ ኣሎ ዝኹዕሱስ ማሕበር ኣለዎ እቲ ገዛውቲ ኩሉ ነገር እዩ ዝገብር ኣብ ሓጎስ ኣብ ሓዘን ብዝሳተፍ ኩዕሶ ንኣሹ ወለዶ ደመሓልፍ ናብ ጽቡቕ መገዲ ዝመርሕ ማለት እዮም። ኣብኡ በዓል ጅሩ ኣለዉ፣ በዓል ዳዊት፣ ካልኦት ዓበይቲ ማለት እዮም፣ ሕጂ ኣብኡ ተሪር ኣብ ኣስመራ ዘለዉ ማለት እዮም። ሕጂ እቲ ጽልዉ ብጣዕሚ እዩ ዓቢ። በዓል ኣብርሂለይ፣ ኣንበሳ ጅር፣ እቶም ንዓና ዝጸልዉና ሕጂ በዚ ቀረባ በቲ ናይ ገዛውቲ በዓል ኣብርሂለይ፣ ኣንበሳ ጅር፣ ወዲ ዓብለ፣ ገለ ነዚኦም ኢኻ ትርኢ። ናብቲ ናቶም መንገዲ ትኣቱ፣ በቲ ናቶም ከኣ ትቕጽል ማለት እዩ። ትዳ ኣኸዶ ኣለኻ እንድሕር ጽቡቕ ኣኸድካ ከለኻ ንዓኻ እንዳ ኣርኣየካ ይኸይድ ሕጂ ከምዚ እቲ ናይ ሰምበል ክሳዕ ክንድ ክሳዕ ክንድዚ እዩ ክጸልወካን ክመርሓካን ዝኽእል ማለት እዩ። ታሪኽ ከኒርካል ናይዞም ክትገልጾም ጸናሕኩ። እወ ብ ዕል ትዕልል ኢኻ ዋላ ሕጂ ድሕሪ ኩሉ ግዜ እቲ ዝናፍቖ ኣነ ናይ ገዛትና እቲ ናይ ሰምበል ሰምበል ንጻወቶ ምስ ኩሎም እቶም ዓበይቲ ደገዛትና ማለት እዩ ድሕሪ እቲ ናይ ሻሂ ግዜ ኣሎ ኮፍ ኢልካ በዓል ባሬዚ ክተዕልሉ ሃበል በዓል መሓሪ ተስፋይ በቃ ከስታይ እዩ ናይ ሓቂ እዩ መሪሖምናን ጸልዮምናን ናብቲ ናይ ኩዑሶ ሂወተይ ማለት እዩ ንዓይ እቶም ዓበይቲ ገዛውተይ